እዋ እንታይ ኣምሲልካ ነታ ሳንዳይ ቆልዓ እንዳ መን ኢልካ ድኣ ክትወቅዕ ደሊኻ ዓዲ ሕጊ ኢና እኳ ደለና። ድሓን ድሓን ናይ መን እኒ መጽናሕላ ናህኪ እዩ ዝህውኽ እንደሎ። ዋይ ኣነ ድኣ እንታይ ገይረ እቲ ሙነይ ከ። ክሊእ እንታይ ወግዐ ትፈልጥሉ ቡንጉዳ እንዳ ገንፈለት ዶ ናብ ማይ ጽረያ ኣላ። ኦው በል ድሓን ኪድ ኮለል ክትብል ታሚለና ከይትረኽበካ። ኣንቲ መውዓልን መሕደርን ስእን ድዩ መሲልኪ ኣታ ቆልዓ ይዋዘ ኣይኮንኩን ዘለኹ እሞ እንታይ ፍልይ በልኩም ኒኹ ኩላ ነብስኹም ዋዛ እንዳኣላ እንዳኣላ ከምዚ ናይ ሓወቦ ኣንታ ተጸሊልካ ዲኻ ኣንታ ወዲ ጊላ ይሃንሰ ሃንሰ ወዲ ደመቀሽ ንጉሰ ወዮ ዶ ክብለልካ ኣነሰ መንጓዳር ሓደ ክብለካ ጎባይ ለሰ ዋይ ጓለይ ኣንቲ ሸዊት ክድብስ እንደደሊኺ ኢኺ እዚ ኩሉ ዝወረደ እኳ ርስዕ በልክዎ
እሞ ክትድበስ እንተደሊኺ ይሂ
ኣንቲ ከመይ ከመይ ዳኣ ይዘረባ ደሓን ዲኺ ዋ ቀስ ኢልክ ዕበይ ዘይትብልዋ ኣንታ ሓሊፋ እየ ዝፀንሓካ ሃንስ እኮ ኣብ ቅድሚያ ዋጋ ይብሉን ወረ ብግሪ ዳዕሮ ኮይና ብኡሳት ማዕረቓት እሞ ብህይወት የለኹም በል ንህንጫል ቆልዓስ መስኪርካላ እዛ ልቦና ካሕሊፍካ ሂብካያ ቧዕ!
ኣንቲ ርብቃ ሓብተይ፣ እዛ ሞይሲ ንየሴፍ ሓወይ ሰጒጋቶ ኣብ ጽርግያ እዩ ዝሓድር ዘሎ ኢለኒ ኣቦይ። እዚ ኹሉሲ ንየሴፍ ሓወይ? እ! እዋይ እዛ ሞይ ክትጭክን! ናብዛ ገዛ ከይተምጽኦ ዶ ይበልናዮ ንኣቦይ? እሞ ሓደ ለባም ዘይምህላውና ኸኣ'ዩ ዘጉህየኒ ዘሎ። ክንዲ ሓገዝኪ ድዩ ቆርጫጭ። ወይለ
ምስ ኣዴኻ ዶ ወጊንካ? ብሓቂ እምበር ኣነ ሓቂ እየ ዝፈቱ ኣቦይ ዝኩሉ ዝመፀና ዘሎ ፀገም ተጋግየ ስለ ዘይትብል ኢካ። ኣዴኻ ከ?
ኣደይ ከዓ ዝገደደት ከውሕሉ እባ።
እንታይ ኾነኪ ክንዲ ዝኾነ ኣሽሙር ኣብቲ ከብድኺ ተኣኪቡ። እንታይ እሞ ክገብር ወደይ ዕድለይ ኮይኑ መሳቱኻ ከለዉ ደዳ ምስ ሸምገሉ ተዕልል። እዋይ
ኣቲ ሎምሲ ገለ ክትዛረቢ ኣንተ ኣነ ኣሪግ እዲ እንታይ ገይረ ኣነ
ንዓይ ኩሉ ሰብ ንዓይ ጸሊኡኒ እንታይ ገይረ ያ ሓቂ እዩ ንዓይ ኣቦይ ጸሊኡኒ ኣሞይ ጸሊኣትኒ ጸሊኣትኒ ኣሞይ ኣደይ በዲላትኒ ንዓይ ኩሉ ሰብ ይጸልኣኒ እንታይ ገይረ ኣነ ኣንተ ከማኽስ ሚልዮን ደይብሉ ዳእ ዘረባ ከም ዓለባ ዝቐጣዕ ተራይ ኣዛረቦ ዘይግዳዳ ኣምላኽ ዝሕደረላ ናፍሽ ዘይብላ ብኢዳ ምለን ጓለይ ንዓይ ዘድለኒ ማዕዳ ሓፍተይ ጠሊማሃኒ ምድረበዳ ኣብ ማእኸል ገዛ ኣብ ጉንዲ ዓንዳ ኣንጎሶም ትእኸለካ እዛ ዘረባ ትእኸለካ ኣይረኸብካያን እዛ ማሰ ይረኸብካ ኣነ ንሓፍተይን ደቂ ሓፍተይን ከናግፍ ኢለ እኮ ነቒለ ተኾነ ሓፍተይ ኩሊፋትኒ ንኸሰተ ካብ ስርኡ ከሽኑ እየ ሓሲበ እሞ ብዘረባ ኢኻ እምበር ብጠበንጃ ዲኻ ተሽኖ ክዓወ ክትዛረብ ገበታ ይተርፍ ኢሎም ወለድኻ
ሽምና ከፊ እንድዩ እንታይ ኣብዚ ቅርዓት ኮለል ዘብል ኣለና? ሎምስ እንተኽኢለ ምግላል እዩ። ወረ ተመሊእኻ ግልል እንተትብልሲ ሰብ ምኾንካ። ማህየ እንዶ መርዕወኒ ኣምላክ ክፈትወልካ። ኣብታ ናይ ቀደምካ ዲኻ ዘለኻ ርብቃ ትብል።
ኣንታ እያ ገዛኢ ከምዚ ኣነ ቅልውልውልውልውልውልውልውልው ዝብሎ ዘለኹሲ ንስኻ ኣብ ንእስነትካ ከምኣ ገጢማትካ ዶ ትፈልጥ? ዳዕሮ ሓፃሮ እኮ እያ ትብለካ ኣነ ከዓ ኣንቲ መፃእ ስዋ ሳልስቲ ስዋ ኣደየ ማለ ዋ ኣደይ ከም ዝሎሚ ከይሓመቐት እምበር ኩርናዕ ኢዳ እኮ ብሩኽ እዩ ነይሩ እቲ ግዜኹም ደኣ ከምዚ ናትና የፀብቐልኩም በሪ ናትኩም ዝመፅእ ግዜ እዩ ናትኩም ግዜ እውን ፀቕጢ ነይርዎ እዩ ብዘይካ ከምዚ ትግበር ግደፍ ዓገብ! ንሳ ጥራይ እያ ትእዛዝኩም። ዋእ እንታይ ኮንካ ኢኻ ከ ርብቃ ክትብል ኣብኣ ነቒዝካ ዘለኻ? ሸዊት ትፈትዎ ክኣ ዘይሰማዕኹም። ንዘመደይ ድኣ ጸሪፍካለይ ኣይትበለኒ እምበር መውስቦ መሰደይ ኣድሓነት ትትረፈኒ። ኤእ ዓሚጽካ ድኣ ናበይ ክትሃድም ደሊኻ? ናይ ምንታይ ዓመጾ?
ሸዊት እኮ'ያ ባዕላ ቁሊሕ ትብለኒ። ትፈትዎ እንድያ በል ዕዮ ንፍዕቲ እያ ንኣዲኣ ወሲዳ ምሕያል ድኣ ትሕይል ኮይና እምበር። እሞ ንሱ እንድዩ እቲ ዓቢ ጸገም። ደሓር ከ ሰብ ትኸውን ዶ? እሞ እንዳ ፈተኻያ ደኣ ተዓምጺጽካ ክትድቅስ ኮንካ ሃየፍሕትሒት በል። ማሄንዶ ንስኻ ነየሃንስ ንመለይ ሃቦ በሎ ከም ወዲ ዓሻ ስኢ ክልተ ሻብ ክህረም። ኣንታ እቲ ሃንስ ኣይሰምዕን እዩ እምበር ግርም ሓሳብ እንድዩ። እሞ ኣቦ ተዘይብለይሲ በዓል ንስኹም ዶ ኣይኮንኩምን ኣቦታተይ። በል እስከ ሕራይ ንሃንስ ከውክኣሉ እቲ ውቃቤኻ እንድዩ ምእታው ኣብዩዎ። ኣያ ገዛኢ ኩሉ ትኽእሎ ኣሉ ኢኻ ኣነ ሓንቲ መዓልቲ ሰብ ክኸውን እየ።

ኣንቲ ድሓነት ከመይ ከመይ እዩ ዝኸውን ዘሎ እዚ ነገር ዓዲ ምልእትሲ ብሃንስን ከሰተን ክትውዕል ናይ እንዳ ሃንስ ኣይፈለጥናን እንተ ንሕና ግን ጉዳይና ጠርሽና ኢና ቁሰኑ ደቀይ ከዓ ካብ ደንበ መፅኑ ኣልዕል ኣቢልኪ ትማሊ ዶ ጠበንጃ ክዓጢቕካ ምፃእ ይብልከን ንጎሶም ወል ተደጎለ ሓዊ ክተሳወር ዲኹም መፂኹም በሉ እቲ ድጉልስ ጠፍኡ እዩ ኣድሓነት ሰብ ኩኒ ቆልዓ ምውላድ ብኸሰተ ኣይተጀመረን። ኣዴታት ክኩብኡ እየን ሓሊፈንኦ።
ከምኡ ድዩ? እወ፣
ሓዊ ደቀይ ተወዲድልኪ ክትሕጎሲ እዩ ዝግብኣኪ። ሓደ መናእሰይ እኮ እዩ ደለኪ። ተነወረት ከዓ እንዳ ሰብኣየን ክኸዳ እየን።
ኣበይ ዳ ነርኩም ወዲ ሕጂ ከምኡ ትብሉ? ኣነ ዳ ከም ምዃኑ ዘይፈለጥኩ ኣይትዓጭጪ ገዛእ ዝጥርሾ ንገዛእ ትሰምዕዎ መሲልና እምበር ተሓጒስና ከይመስለኪ። ኣያ ገዛ ኣድና በድሓነት ኩይዱ ኢሉኩም። ክላ ስቕ በሊ እንታይ ዓ- ናይ ገዛኢ ምኽሪ ደልየሉ ደኣ ባዕለይ ዘይመጸኪ። በሉ ዝነቐጸ ጉዳይ ተለምልሙ ኣነ ካልእ ጉዳይ ዓጢጥኒ ኣሎ። ካል ደኣ እንታይ ኣለኪ ንስኺ ጥራሕ ሕራይ በለና ንሃንስን ከሰተን ዓሪቕና ነታ ቆልዓ ገዛ ክነትዋ ኢና ንየሴፍ ከኣ ናብ ኣሕዋቱ ነምጾ
እቲ ዓመጽ ናይ ጓለይ ከ ዓዲ ትዝክሮ ዶ? እንታይ ኮንኩም ደኣ ሕማቅ ረኪብኪ ንዓማጺ ወዲ ጀናይ ቀፍድዎ ዘይበለት። ኣይ
ኣቲ ንሱ ከኣ እካ ኣሎ እዩ። ኣሎ ወይ እሱ ዶ ኣይከፍእን ካብዚ ናይዚ ድቓላ ቆልዓ። ዓበይቲ ዓዲ ተባሂልኩምስ ቁሩብ ከም ናይ ሚለና ጓል ሃንስ ዘረባ ክትስእኑ ኣንታ ንዓ እንዳ ሃብዋ ዝጭቅነት። ኣንቲ ኣንቲ ካበይ እያ ተፈጢረትና እዛ ቆልዓ ክረክባ ተበልኩካ ዋላ ጎፍደይ ትብለኒ።
ንሳ ስለ ትዓብየኩምሲ ቀሽን ዓለሙን ሒዝኩም ኢኹም ትረኽቡዋ። ዶ ወይ ጉድ!
በሉ ስተዩ ስዋ ስተዩ
ሰቲ ኣለኹ ስተዩ እስኪ ጠዓምዎ።

ዋእ ኣንቲ ተስኢ ዋእ ኣንቲ ርብቃ ሓብተይ እንታይ ክኮንኪ ከመይ ከመይ እዩ ዝገብረኪ ዘሎ ዘረባ ጸልኢ መርዘን ርእሲ ይሕመኒ ኣሎ ሓቁ ደኣ ክትመጽ ከለኺ ከምዚ ነበርክን ሕጂ ኢኺ ከምዚኣ ትኾኒ ዘለኺ ዋእ ምስ መድሃኒ ሓጎይ ተብእሽኪ ዲኺ ኣይተባእስኩ በሊ ንገር ንስኽሲ ከም ርግበ ጓል ሰመረ ብዘይካ ሰሓቕ ኩራይ ማልክዓልክን ኣንቲ ቆልዓ ስኽበል ደኺመ ኣለኹ ምስ ብለኪ ኣለኹ እሞ የማነ ወዲ ኪዳነሲ ንደንበ ከይደ ንጸጋን ርብቃን ረኺበየን ይልል እሞ እንታይ ግዲ ኢልኪ? የማነ ደኣ እንታይ ክብለኒ? እንድዒ ምስ ኣስገደት ሓብተይ እንታይ እንዳበልክን ዲኽን ተሕሾኽሹኻ ኔርክን? ዘይፈለጥኩ ድዩ መሲልኪ? ንዓይ እኳ የማነ ርብቃ ከይል ንደንበ ከይዳ ኢለዮ። በለ ካልእ እዩ ስኽ ኣቢልኒ ዘሎ። እሞ ንዓይ ኣዕልልኒ፣ ኣነ ድሮ ዘረባይ ኣምልቐ ትም ክብል። ሓንቲ ቆልዓ ምስ ዝኾነ ሰብ ዘረባ ጸሊኤ እብለኪ ኣለኹ። እሞ ተጸሊልኪ ኢኺ ማጨሎት ክንወስደኪ። ንስኹም ኢኹም ማጨሎት ክትከዱ ዘለኩም ቀንዲ ከኣ እስኺ። ውይ ኣነ ደኣ እንታይ ኣቢሸ። ባዕልኺ ዶ ንየማነ ርብቃ ደምበ ከይዳ ኣላ ኢለዮ ትብልዮ ኣለኺ። ዋው በሊ ተስኢ ተስኢ ከይነገርክኒ ድቅስኒ ኢኺ እንታይ ኣኺ ኮንኪ ንገሪ። ኣንቲ ቆልዓ ዘይትገድፍኒ ኣዴኺ የላን በርበረ ክዓጥነኪ እየ። እዋይ በርበረ ክፈትዋ ዘንገዛ ኣንቲ ርብቃ ሓፍተይ እታ ኣደይ ከንዓኺን በርበረ ዶ ትዓጥነኪ ነይራ። ኣንቲ ቆልዓ ግደፍኒ ከዕርፍ። እሞ ኣንቲ ርብቃ ሓብተይ እዚ ኩሉ ከጻውተኪ እንዳዓለልኩክስ እሞ ስኽ ክብል። ስኽ በሊ ደኺመ ከዕርፍ እብለኪ ኣለኹ። እሞ ኣንቲ ርብቃ ሓብተይ ካብዞም ዝደልዩኺ ዘለዉ ኣጋይሽሲ ኣብዛ ዓድና ኣብዛ ማእከል ዓዲ ንየማነ ዘይትምርዓውዮም። ኣነ ጓልኩም ተስጊላይዶ

ንዓይ ስድራይ ጸሊኦምኒ ኩሎም ኩሉ ሰብ ጸሊእኒ ንዓይ ሕጂ እንታይ ይገብር ኣነ ናበይ ይኸይድ ሚላ ሓፍቲ ኣነ ናፊቐያ እንታይ ይገብር ሕጂ ሚላ ኣብዚ ትብሉ ነይሩ ሕጂ ኣበይ ኣላ ንስኻ ኣጆኻ ዮሴፍ ሓወይ ትብለኒ ነይራ ንዓይ ኩሉ ሰብ ጸሊእኒ እ ሕ- ኣሞይ ኣሞይ ንዓይ ጸሊኣትኒ ኦኬ እሞ ኣነ ናበይ ይኸይድ ናበይ ይኸይድ ኣነ ኦኬ ኣነ ኩሉ ኣይፈልጦን ሓትነይ ኣይፈልጣን ኣባሓጎይ ኣይፈልጦን ንዓይ ኩሉ ዓዲ ጸሊእኒ ዓዲ ይፈትዎ ነይረ ኦ ጋድ ሕጂ እንታይ ይገብር ኣነ ናበይ ይኸይድ ሚላ ኣበይ ኣላ ዓዲ ኣሞይ ኣደይ ኣደይ ንዓይ በዲላ በዲላ ኣደይ ንዓይ ሕጂ እንታይ ይገብር ኩሉ ሰብ ንዓይ ጸሊእኒ እዩ የሴፍ የሴፍ ይብሉኒ ነይሮም ሕጂ ንዓይ ኩሉ ጸሊእኒ እዩ
ኣንቲ ድሓነት ምስ ሚለና ጓል ሃንስ ዘይትመኽርዎ ኢልክኒ። ከመይ ኢላ ድኣ ኣላ ክሳብ ሕጂ ዘይረኸበትኩ። ዋላ ኮፍ ኢላትኒ ትኸውን ኣበይ እሞ ፈልጣ። ኣይ
ምፍላጥሲ ትፈልጥዋ ኢኹም እሞ ቡን ደኣ ክንገብር። እዋእ ጠሪሽና ዲና ኺድና። እንታይ ዘረባ ዶ ሒዝኩም መጺኹም ኢኹም? መለይ ጓለይ እኮ ክትሓርስ ሎሚ ዶ ጽባሕ እያ ትብል ዘላ። ጽቡቕ
እሞ ብሰላም ማርያም ትምጻእ እያ። ነዛ ቆልዓ እሞ ገዛ ክንመልሳ ቁም ነገር ክንገብር። ወዲ ጀናይ እውን ከይሐይሰ ክወስዳ እዩ ዝብል ዘሎ ኢሎሞ።
ኢሎሞ እዩ ኸዓ በሉ ኣነስ ጓለይ ከመይ ኢላ ገዛ ትምለሰለይ እየ ዝሓስብ ዘለኹ። ንዓያሹ ኣንቲ ዓማፂ ጓልኪ ኣብ ቅርዓት ኮይኑ ክወስዳ እናበለስ ምስ ውላዳ ንውሻ ጥቅዳው ግን እያ። ከመይ ኣቢለ ደኣ ንዓማፂ ጓለይ ወግሐ ፀብሐ መዓር ክሓደርካ ክብሎ። ትብልዮ እምበር ሰብኣይ ጓልኪ እኮ እዩ። እዚ ቆልዓ እኮ መንገዲ እዩ ዘየጥዓየ እምበር ከመይ ዝበለ ቆልዓ እኮ እዩ። ከም መሳትኡ ዝሓምቅ ከይመስለኪ። ዳሓን ተኽለ ቆልዓ ማርያም ብሰላም ትምጻእ እያ ኣነ ሕጂ ዝዛረቦ የብለይን። ወይለይ
ኣንቲ ሓቁ ባይ ተዛሪበ ረብሪበ ክብል እዚ ገዛኢ ናይ ሓወቦይስ ደሓን ከዕልለና እምበር ክሽምግለና ድመጽእ ነይሩ እዩ ኣነ እውን ከምኣ ኢለዮ
ምስ ዓዲ ኾንካ ተዳኽር ኣለኻ ኢለዮ ከም ጽርሃ ድማ ሳንዳ ሚለናይ ኣኮይንልኪ ዶ ኣለዎ።
ስቕ ደኣ በሉ ኩልና ጥዑያት ኣይኮናን ተኽለ
ኣንቲ ሚሉ ጎብሽ ግንበር ልቦናኺ ጥራይ ዘይኮነስ ዋላ ኣካልኪ ስላዕ ኢሉ እንታይ ደኣ
ኣንታ ምናሰይ ነዚ ዓድናስ ክቦ ደሪቢኻላ እምበር ዕፍር ኢልካ ኣነ እንዳያ ክሰተ ጥርሓ ከም ዝተረፈት እየ ዝፈልጥ ዋዕ ኣንቲ ገለ ክትዛረቢ ኢኺ ብኸመይ ደኣ ኮም ኢልክኒ ከምኡ ኣክንዲ ሰብ ኣኺልካ እንዲኻ ግዲ ናይ መለይ ጉዳይ ኣየዕረፍካ ናይ ዮሴፍ ሓውኻ ኣየደቀስካ ኣታ ፈታዊ ነብሱ ዲኻ ንዓይ መሓሸኒ ኦይ ምዃን ንስኻ እውን ከምዚ ከማይ ናይ ሰብ ሰናይ ጥራይ እዩ ዘብህገካ ብልቦና ስሕዋት ኢና ዋላ ብኻልእኸ ከምዚ ሎሚ ከይኮነ ኣቦይን ኣቦኽን እኮ ኣሕዋትን ኣዕሩኽን እዮም። እንታይ እሞ ጉድ እንዶ ኮና እ ብርቱዕ ፍቕሪ ብርቱዕ ጸልኢ ይወልድ ኢሎም ዓበይቲ።
እወ ንዓኺ ዝሃበ ልቦና እሞ ሕጂ እንታይ ኢኺ ክትዛርቢ ደሊኺ? እሞ ጽን ኢልካ ትሰምዓኒ ዲኻ? ይሰምዓኪ እንድየ ዘለኹ እሞ ኣፍሪሕክኒ እኮ። ንሱ እኮ ናይ ሰብ የብል ግን ንስኻ ለባም ኢኻ። ናይ ኣደይ ደሓነትን ናይ ኣያኺ ሰተን ኣይወሰድካን። ናይ መን ደኣ ክወስድ ወዲ መን ድየ? ናይ መሬት ጉዳይ ደንበ ከይድካ እ ናይ የሴፍ ድማ ምስ ያኸሰተ መኺርካ ብኸመይ ፈሊጥኪ መን ነጊርኪ እዚ ውሽጠይ ንስኻ ለባም ኢኻ የሴፍ ሓውኻ ደይኮነን እዩ ዋ ሓወይ እባ ኣቦይ ሓውኹም እዩ ኢልና የሴፍ ብሩኽ እዩ ኣበይ እሞ ሓውና እንተዝኸውን ኣደይ ድሓነት ምቕባል ኣበይንኦ ኣብታ ከተማ ኣብታ ጽርግያ ተደርቢ ኣሎ ኣሞይ ከዓ ኪድ ናብ ኣዴኻ ኢላቶ ዋእ እንታይ ትብል እንዲ ምሻ ዮሃንስ ይፈትዎ እዩ እንታይ እሞ ክዓብስ እዩ ከምኡ ኢልካ ዶ ቦ ትቕይር ኮንካ ኣዴኻ ነያ ከሰታ ምቕባል ኣብያቶ የሴፍ ሓወይ ድማ ዓደይ ስድራ ይብል ኣሎ
እሞ ሕጂ ዶ ኣደይ ዘይትፈትዎ ከመይ ኢለ ክዛረብ ንዓኻ ስለ ዝፈርሑኻ ሕራይ ክብሉኻ እዮም ንስኻ ሓደ ዶ ይኮንካ ዲኻ ሓው ድማ የድልየካ እዩ ኣያ ክሰተ ወደይ እዩ ካብ በለኩ ንመን ትብዎ። ወይለይ ሚለና ብጎሮሮይ እምበር ሒዝክኒ ኣንዳ የሴፍ ንፉዕ ፈታዊ ዓዱን ስድርኡን ምዃኑ እንድየ ሰሚዐ ግን ነደይ ከጉህደ ኣለኹን። እሞ ካብ ዓዲ ኣማሪካ መጺኡ ስድራይ ዓደይ እናበለሲ ኣብ ጽርግያ ክድርበ ኣብ ሞይ ድኣ እንታይ እዩ ኮይና ክትቅበሎ። ይእእ በል እስከ ምስ ኣደይ ህድእ ኢለ ክላዘብ። ኣደይ ደሓነት ህልኽ ናይ ኣያ ክሰተ እዩ እምበር ሒዝወን ሕራይ ክብላኻ እየን። ዮሴፍ ድማ ተላልዩ ናብ ስደት ክኸደልኩም እዩ። መቸም ካብዚኣ ንላዕሊ ማሰ ኣይተድልየካን እያ። ሓቅኺ ሚሉ፣ ካብዚኣ ንላዕሊስ ማሰ ኣይተድልን እያ። እዋይ ቆልዓ!
ኣዛ ገዛይ እንታይ ኮንካ ኢኻ ንዓይ ትምዓተኒ? እምዓተካ ወይ ዋላ እኳ ሽፍትነት እንተዘይፈተኹልካ ጠበንጃ ሒዝካ በረኻ ምስፋርካ ግና ናይ ሰብኡት እዩ። እወ እሞ ጠበንጃይ ዶ ቁልቁል ደፊኤ? እንታይ ክትዓብሰ ኢልካ ከ ሒዝካያ? ሓደ ቆልዓ ወሊድካ እንዲኻ ሓዳርካ ጠይጢንካ ንበረኻ ዝኸድካ? ኣታ ዝዓብስ ሓዳር እዛ ሓዳር ከሰጥን ሃንስን ዘይኮነን ጭርጭር ዓበደ። እሞ ሕጂ እንታይ ኢኻ ክትከውን ትደሊ ዘለኻ?
ኣድሓነት ሓፍተይ ስረ ኣፍትሓትኒ ኣይ እንታይ ከ ስረ ደልካ ጠበንጃ ናይ ዝሓዝካ ድዩ ስረ ዝዓፀካ ዝመስለካ ዘሎ
እምበኣር ከም ከሰተ ምርዓተይ ርእሲ ኣድናትኒ መሃይ ዕረቕ እንደ ይበልኩኻ ግራ ዝበል ኣንታ ዘረባ ክኢለ ኢልካ ዲኻ ፍቕረኸ

እንታይ ማለትካ እዩ ጽርሃ እኮ ኣንታይ ኼፋኣልካ ኣሎ ዮሴፍን መድሃንሲ ካብዚ ሓሊፎም እንታይ ዶ ገይሮም ዘይንሶምሲ መለይ መለይ ዝበሉ እንታይ ማለትካ እየ ገዛይ ካብታ ገዛ ውጻእ ኪድ ዓድኻ ወይ በረኻኻ ንጽርሃ ተወሺምዋ ኢኻ ትብሃል ዘለኻ
ጽርሃ ደኣ ኣበይ ክረኽባ ጽርሃ ኮዶ ንስምባር ተረካቢት እያ ጽርሃ እኮ ደንጊጻ እኮ ኣብ ገዛ ኣዕቚባትኒ ዘላ። እንታይ ከፊእካ ኢኻ እንዳ ጽርሃ ትዕቆብ? ዘረባ ጽርሃ ጠፊእካ? ዘረባ ዓድና ጠፊእካሲ እንዳ ጽርሃ ክትዕቆብ? ዓዲ እንታይ ገደሳ?
ዓዲ ናይ ሰብ ዝሕማ እንተ ዝኾኑ ኔርና ጓል ሓፍተይ ምሕማ። እወ እንታይ ደኣ ኮንኩም ንወዲ ጀናይ ኣብ ባይቶ ደው ዘይበልኩም? ኣንታ እንብለካ ዘለና ግበር። እንዳ ከሰተ ጉዳይ ተጨሪሱ እዩ። ሓብትኻ ጉድ ገይራትካ እያ። እዚ እንዳ ሓብትኻ እምበር ዓድኻ ኣይኮነን። ወይለ
ኣደ ውልዕዳ ጠበንጃ እምበር መዓል ዘረባ የድልየኩም ኮይኑ። ተኽላ ስቕበል ባዕልኻ ኢኻ ተናዒቕካ። ኣብቲ ፈለማ ኣንገሶም ዓዲ ኣትዩ ምስ ተባህለ ማይ ሓቑንና ነይርና። ሕጂ ግና ብፍላይ ኣብዛ እንዳ ጽርሓኻ ኣብቲ ዕቋብ ፎ ሙሽሙሽ ሙሽሙሽ ኢልናካ ኣለና። ኣየ ገዛይ ጽርሃ ዘይስጎጎትንሲ ንዓኻ እንታይ እዩ ሓቢጡካ? ሓቢጡናስ ክትኮስ ደልዩ ኣሎ። ሓብትኻ ሓኒኻያ ኣንከሶም ሓወይ መስሓቕ ዓዲ ኮይኑ ኣሎ ትብል ኣላ ሓቃ ከኣ ዘይንሳ ደኣ መንርሰያት ኒኒ ከባይ ሽኸሰ ተበሊጽዋ ሕጂ ስምዓና ዝወደይ ዝገሄር ስማዕካ ንዓኺ ኪድ በዚኣ ጌርካ በረኻኻኺ ኣይከይነ እዛ ሓዳር ሓብተይ እንታይ ከም ምዃና ኣብዚ ዓዲ ኮፍ ኢለ ክጽበ ወይለ ክፋእ ሓብትኻ ክትርኢ ዲኻ ኣብዚ ዓዲ ኮፍ ኢልካ ዘለ ወይ ኣያ ገዛይ ሕነ ኣለኒ ሕነ ኣብ ውሽጠይ ተኸዘነ ንምንታይ ደበርኻይ ጠንጢነ ደጽራሃ ተዓጢነ ሰብኣይካ ሓፍተይካ ኣሎ ብፍርሒ ዝማሰነ ሓፍተይካ ኣላት ንዛዕነ ክሪኣ ሓዳር እንታይ ከም ዝኾነ ዋይ ሓቃ ድያ እዛ ዓድና ክትንዕቐካ ከላስ ይቕበል እምበኣር ትንዕቐኒ እያ ትንዕቐካ ወ ወይለ በሉ ደሓን ዘለካ እዩ ዓደውልዕ ደም ክትኮስዑ ካብዛ ዓዲ እዚኣ ስድሪ እንተኸይደ ክትርእዩኒ

ናይ መለይ ጉዳይ ድዩ? ኣይፋሉን
እሞ ናይ የማነ እዩ።
እንታይ ክኸውን ግድኣ ተላኢኹ ናብ ደንበ ምስ መጸና ሕጉስ ኢልኪ ክኸይድ ከሎ ግን ዘይተሓጎስኪ ዋ መዓስ እዩ ዝኸ ወይለ ረሲዕክዮ ምዃን ኣዋርሕ እንዲዩ ኮይኑ በላ ኣነሲ ብዛዕባ ናይ ሴፍ ሓወይ ክንላዘብ ደልየ ዋ
ናይ ሴፍ ዳይ ቀደም እንዲዩ ተረሲዑ ናብ ኣዲኡ እኳ ከይዱ። ተመሊሹ ኣሎ።
ወረ ብዝኽ ማሪ እዩ ዝብል ዘሎ። ኣልዕል ኣቢሉ።
ዋእ! ከመይ ገይሩ ነዚ ናብራና ክጻወሮ ደኣ ኣሉ ኣብዝኽ ማህሬ ዝብል። እሞ ሓግዝኒ ነደይ ክንእምና። መስጣ እዚ ቆልዓ እዚ ክወርደና እዩ። ዋእ!
ምናሰ! እንታይ ማለትካ ደኣ ኣሉ? መስጣ እምለይ ሓብተይ ከርኣን መን እዩ ክወርዶ? ከከም ግብርና እዩ። የግዳስ የሴፍ ስድራ ኢሉ መጺኡ ክንሱ ኣደሄድ ኣትካብ ገዛ ሰጊጓቱ ኣብ ጽርግያ ምስቶም ዓዋሉ ክውዕል ይሓድር ኢዩ ዘሎ። እንተኾይነ ኢሉ።
ኣደሄድ ኣሰጊጓቶ ንሱ ከኣ ዓደይን ስድራይን ኢሉ። ዋእ መን ኢኻ ነጊርካ እዚ ኩሉ። እንታይ መኻ ዓብ ሰልኪ ኢዩ።
ፍሉጥ ዳይታ መጻጽ ሚለና ጓል ሃንስ ኢያ ነጊራትካ ትኸውን ኣብኣ ዘላ ቆልዓ ድማ ክትጽላኣኒ ኢዩ። ደሓን ናታ ሞጽናሓልና ናይ ሴፍ ሕጂ እንታይ ንግበር። እሞ ክፈትን ካብ በልካ ፈለማ ነደይ ተዛረባ። ንዓኣ እንተ ዘይእሚንካ ናይ ኣቦይ ዋጋ ይብሉ። ኣቦይ ደኣ ነደይ ፈሪሑ እምበር እንታይ ክብል ኢሉ ኣይውላድን ድዩ እንተኾነስ ነደይ ግን ኣይጸቐጣን። ኣዋይ ክጽልኣኒ ከ እንተ ትሪኦ በቲ ጠዋይ ትግርኝኡ ክዛረበካ እንከሎሲ ክንዳዕ ግንዳ ሻምበል ዝኾነ ኮይኑ እንዲ ትስምዖ እምብት እዩ ዝብለልካ። እሞ ሕጂ እንታይ ኢና ክንጢርሽ? ኣነ ኣደይ ደጊመ ክትማዓተኒ ይደልኒ። እወ ፈለማ ምስኣ ተላዘብ። ኣዴና ዝፈተወቶ ንፈቱ ዝጸልኣቶ ድማ ንጸል። እወ። እዚሞ ናይ ናእሽቱ ሓሳብ ኣይኮነን። እንተቐቢጽክኒ ግን ባዕለይ ነዚ ቆልዓ ኣብዛ መኣዲ ስድራና ክሕውሶ'የ። ዶ? እወ።
በል ክኸይድ።
እንታይ ጨሪሽና ክትከዲ?
ኣደይ ሕራይ ስለ ዘይትብለና ኣነ ከኣ ምስኣ ከይቀያየም ሕራይ ኣይብለካን'የ። እወ። በሊ ደሓን።
እዛ ናይ የማነ ወዲ ኪዳነ ዲል እተረኪብክያ ክትርእይኒ ኢኺ። ጠኒ በል።
ርእየኪ እየ ጠኒ።
እወ። እህ እዛ ቆልዓ እምበር ጸጊባ። ጽንሕ በል።
ኣቲ ቆልዓ ሚለና ኣቲ ሽሉው ሚለና እንታይ እዩ ዝገዛ ወዘልዘል እንተኾን ግዜ ዘይተልዕልዮ ዝዒባ ዋይ ኣቦይ ንስኻ ምዃንካሲ በዛ ጸርፍኻ ለልየካ ምስ በሊ ስኽዳ እንታይ መልሲ ኽስእኒ ኣዴኻ ከይተመልሰትን ኣይ ናይ ኣደይሲ ጉድ እዩ ወረ ይኽደነና ጓለይ ሓሪሳ ክሻብ ሸውዓት እያ ትበፅሕ ኣይምላስን እየ ከይትብል ተሓዳራኸ ኣነ ከደኣበ ኩሉ ሓደ እንታይ እስኻትክን ዳእታይ ዶ ክትገብራ ኣለኢኽን ገዛ እኮ ብዘይ ርግበ ፀልማት እኮ እያ ዋይ ኣነ ሚለና ቅጭንከ ርብቃ ቅጭንከ ስቕ እንደ በሊ ርብቃ ደኣ ደንበ ደንበ ዘብላ ዘሎ ወይለ ክቡይ ኣይፈለጥካን ዲኻ እንታይ ንሱ ዋ፣ ርብቃ ደኣ መፅያ እንድያ ድኪላ ኢልከ
ራስ መፅያ መፅያሲ ተሕለልኩዋስ ኣፅቅጥ ማሰ ተበልኩስ ኣፅቅጥ ከስሐቃ ተበልኩስ ኣፅቅጥ እምኒ ይፅቀጣ እንታይ ቀርጭዋ ታቦ እሞ ፀጋ ወይ መድሃኒ ሓወይ ደኣ እ፣ ናይቲ ጓልኩም ደሊና ኢሎም ዝመፁ ሰብኣይ ነጊሮማ ከይኮን ድኪላ ኢልከ ወዲ ኢላይከ ኣይኮነን ሕጂ ሚስጥር ሓደ ትሕቲ ምድሪ ሚስጥር ክልተ ዘርኢ ምድሪ ተባሂሉ እዩ እሞ ነጊሮማ ይኾኑ ትብሊ ንስኻ ትፈልጢ ዲኺ ወደ ከወዲ ግላይ ተጸሊልካ ንዓይዶ ኣማኽርኒ ኢልካ ይነገርካን እናዕለልካን
ናይ መብስቦስ ኣነ ንዓኺ ኣማኽርኒ ኢለካ ኣለኪ ዋይ ልቢ ሎሚ ወረደይ እውን ኣማኽርኒ ኢላ ነጊራትኒ እያ እሞ ንሳ እምበር ኣነ ደኣ ምስጢረኛ እንዲ ወይ ዝቦይሲ ምሔ ከይብለካ ኣልካ ዲኻ
ሚስጥር ነጊርካኒ ትብልኒ ተሊኹ እኮ ምሔ ኮንካ ትብልኒ ኣለኺ ማለት እኮ እዩ ደሓን ኣቦይ ከይተፈለጠካስ ነጊርካኒ ኢኻ ነጊረኪ እወ ኣንታ ኣቦ ኣብ ስድራ ዶ ይሕባእ ዘረባ ተነፊሕና ከለና ከም ድባ ናይ መድሃኒ ተበልካ ከም ትባ ከም ትባ ናይ ርብቃ ተበልካ ኣጎዩ ልባ

ሕጂ ተሲእካ እሞይ ፈሊጥኪ ደቂስኪ ፀኒሕኪ ትሰምዒ ነይርኪ ኣነ እንታይ ገይረ ፈሊጠ ደርፊ ወልዐ
ኣታ እንታይ እዩ ገይረካ ክንዲ ዝፈተኹኻስ እዚ ክትፈድየኒ ኣታ ንመን እዩ ክነግሮ ያ ንኣቦይ ትነግርዮ እንታይ ትብልዮ ንዮሴፍ ዓዲ ውሰዶ በልዮ ኦኬ ሽዑ ስኺ ኣብዚ በይንኺ ትኾኒ ስማዕ ኣዴኻ ክትድውለልካ እያ ካብዛ ገዛ ከይትወጽእ ኣብዚኣ ጽናሕ። ኖ ኣነ ኣደ የብለይን ኦኬ ኣነ ብንፋስ እየ ተወሊደ ኣቦ የብለይን ኣሞ የብለይን ኣነ ሽግር ረኺበ ሕጂ ጠሚየ ኣለኹ። ኣበይ ውዒልካ ፍርቂ መዓልቲ ዘይትመጽእ። ኣጋይሽ መጺኦምኒ ነይሮም በሊዖሞ ከይዶም እዮም። What?
ኣሞይ እንታይ ኮንኪ ሓሶት ጀሚርኪ እንታይ ጌርኪ ወርሒ ወርሒ ጌርኪ ሓሶት ካብ ትጅምሪ። ሕጂ ጠሚየ ኣለኹ ኣነ ይኸይድ ይበተን። እዎ
ጉዳ ረኺበ።

ኣሞይ
ከመይክን ቀኒኽን ከመይ ቀኒኽን ፅርሃየ ኣነ ከዓ እዞም ቆልዑት መፅኦም እንቋ ሓጎሰክን ክብል ሎሚ ፅባሕ ክመፅእ እንዳበልኩስ መዓልቲ ሽርብ ኢሉኒ መፅኦም ኣድሓነት ናይ ኣንጎሶም ግን ተቐይመክን እየ ዘለኹ እሄ ሓውኽን ንመን ኢሉ ድዩ ጠበንጃ ሒዙ ካብ በረኻ ሂፍ እንዳበለ መፂኡ ኣይ ንዓኽን ንደቅኽን ከድሕን ኢሉ ደይኮነ እቶም ደቀይ ከንትን ፅርሃይ እሞ ከም ትብላ ትኾንክን ኣደብክን መሓትክን ንመለይ ንወዲ ጀናይ መሃብክኖ ንኤስኤፍ ከዓ ገዛኽን ምእተኽኖ ከምኡ ድዩ እወ ከምኡ ሕጂ ዶ መሓይሽ መፍቶ እንዳሃንስን ርግመን ኮይንኩም ንዓኹም ደኣ ሚላን እኳ ተኣኽለኩም በለ ኣነስኪ ንኣምላኽ ይጥዓሞ ኢለ ስኽ ኢለ ኣለኹ

ኣነ በላ ክትፈልጣ ሎም ለይቲ እኮ ይጥንሖ እታ ወረሞ ሓንካስ ፈረሰኛ ወሲድዋ እዩ ኣብዚ ብጻሕ ብጽሕ እኳ ሸለው የብላ ጥርሃሞ ዘይወዓልኮ ልጠፈ እንዶ ኮይኑ ናትክን ዘይገበርክንስ ናተይ ክትገብራ ኣንጎሶም ዶ ይበልጽ ካብ ደቂ እንታይ ክትገብራ ደኣ ርድኣኒ ኢልክን ተራሂኽኖ መሲሉኒ ኦ በላ ደሓን ሓውኹን ጉስስ ኣቢለ ኣብዛ ኣፈፌት ገዛኽን ክደርበየልክን ጠበንጆ ከየላ እንድያ ኣሽዑ እንዲዩ ሓፍተይ በዲላትኒ ኢሉ ክኣህለክን ኢሉ ምስ መጸ እዛ ጠበንጅኡ ምንጥል ኣቢለ ኣራሳርስ ኣቢለ ገዛእትየዩ

ያ ኣሞ የኺ ያ ኣነ ንዓኺ ይፈልጥ
ኣይትፈልጠንን ኢኻ ኣይፈልጠካን እየ ኦኬ
ኦኼ ኣይትበለኒ ኪድ ናብታ ኣዴኻ ወይ ድማ ናብ ኣቦኻ ከሰተ ኺድ ከይድካ ዋላ ኣብቲ ዓዲ ክሰሶ ኣይግድሸንን እየ ኣነ ኣሙይ እንታይ ኮንኪ እንታይ ኮንካ ኣለኺ ክልተ መዓልቲ ናበይ ከይድካ ያ ንስኺ ንዓይ መግቢ ምብላዕ ኣብይኽኒ ኣነ እንታይ ገይረ ኣብ ሪስቶራንት ኸይደ በልዐ እሞ በሊዕኻ ዘይትመፅእ እንታይ ዝሕድር ኣለካ ኣሞይ ንስኺ እንታይ ትገብሪ ኩሉ ግዜ ትቋየቒ ትቋየቒ እ መግቢ ሃብኒ ይብለኪ ኣነ እንታይ ትብሊ ጉሪም ጉሪም ጉሪም ጉሪም ጉሪም ሪም ትብሊ ንስኺ። በል ሕጂ ጠቕሊልካ ኺደለይ ዋላ ናብ ታሕትነኻ ኺድ። ኖ ኣነ ንዓኺ ይፈልጥ ኦኬ ንስኺ እንታይ ኢልክኒ እ ኣሞኻያ ኢልክኒ ኣብ ኤርፖርት ተቐቢልክኒ ሕጂ ካብ ገዛ ትሰጉና ኣለኺ ንፖሊስ ይነግር ኣነ። መሲልኒ ወደይ መሲልኒ። ኦኬ ኣብኡ ኸይድኪ ከምኡ ትብልዮም ሽዑ ፖሊስ እንታይ ይብሉኺ ሽዑ ትርእዮ። እዋ ክንዲ ጸገም ዝረኸብኩሲ ክኣስሩኒ። ያ ይኣስሩኺ እ እንታይ ኢልክኒ ንዓይ? ኣብ ሞኻየ ኢልክኒ ኔርኪ፣ ሕጂ ካብ ገዛይ ውጻእ ኢልኪ ትሰጉና ኣለኺ ንዓይ? በል ጽባሕ ንግሆ ንዓዲ ክወስደካ እየ። ኖ ኣነ ኣይከይድን'የ፣ እንታይ ይገብር ሽዑ ኣብኡ ደርቢኽኒ ትመጺ፣ ኣነ በይነይ ይኸውን፣ እንታይ ይገብር ኣሞይ? ኣሞይ ኣይትበለኒ፣ ኣሞኻ ኣይኮንኩን። ኦኬ ኣደይ ህድኣት። ንስኺ ትስሕቁ ኣለኹም ኩልኹም ስኺ ስሕቂ ኣቦይ ስሕቁ ኩሉ ስሕቁ ኣነ ሕርር ኢለ ኣለኹ ኦኬ ቴንክ ዩ በዓል እንጀራ ይወስድ
ግደፍ ግደፍ እንጀራ ትበሃል ከይተልዕል ኣነ ጨቑቕ ኢለ ናብራይ ዘካዩ ዘለኹ ዝሕግዝ ሓወይ የብለይ ሓፍቲ የብለይ

ኣብ እንዳ ሓሰር ጸኒሐ። ዋይ ሞብኻ ቅድም ኢለ መጼ ነይረ። ወይ እንታይ ኣለኪ ኣዴኺ በኣ ምስ ረኣየትኪ ደይኮንክን ንደምበ ሰይዳትኪ። እሞ ንዓኻ ኢለ ክመጽእ ዶ ኢለካ'የ። ንእግረ መንገደይ እንዳ ሓለፍኩስ ቁሩብ መዕለልኩኻ ማለተይ እንዳ እሞ ኺደ ናብቲ ዝደለኽዮ ናበይ ኢኺ ደሊኺ። ንፋስ ክወቅዕ ኢለ'የ ወጺኤ። እሞ ንፋስ ደኣ በቲ ገምገም እንድዩ ግርም። ዛሕል ደኣ ከይትወስድ እምበር። ዋይ እንታይ የማነ እዚ ደሃይካስ ክጥዕም ትሓልየለይ ዲኻ ከደኣ። ከመይ ዘይሓልየልኪ ሓፍተይ እኳ ኢኺ። ኩሉ ሳዕ ከምኣ እንተ ትብለኒ ነዛ ቃልካ ክሰምዕ ኢለ ናብዛ እንዳሓሰርኩ ምተመላለስኩ። ኣይ ነዚ ክትሰምዕስ ክትመላለሲ ኩሉ ሳዕ ንዐ በሊ ኪዲ ዓዲ ከይትርእየኪ። ምስታ ርብቃኸ ተዓሪቅኪ እንዶ። ዋእ ኣንተ እንታይ ኢኻ ወደይ ንስኻ ኩሉ ግዜ ብዘዝመጻኹዎስ ከምዚኣ ጥራይ ትብለኒ። ኣነ ደኣ ክትበኣስ ኣኳ'የ ዘይደሊ ኮይነ። እሞ እንታይ ክገብር ጊንጢ ኮይና? እምበር ሓብተይ እንድያ ጓል ዓርከቦይ። ወረገ እንታይ ኣትዩኪ? ሰናዱ እኳ ኢኽን ኔርኪ። ትዝክርኦዶ ንዓይ? የማነ ሓርኢ ዝለመነ ፊቕ ፊቆ ሰራቒ ሻምቢቆ እንዳበልክን እዝስ ትርስዕዮ? እሞ እንታይ ገበር ንፋስ መንጠልን ኣትያትና። ንዕ በሊ ኺዲ
ስድራ ከይርእኺ ካብ ኩሉ ምናሴ ከይርእየኪ።
ኦይ ምናሰ ሓወይሲ ብሩኽ እዩ ከፊኡና ዘሎስ ናይ ኣደዩ ዋእ ሩባኸ ድኣ ትወርድ ዶ ኣለኻ። ዋእ ሩባ ከይወረድካ ዶ ኣሎ እዩ ብደሓን ዲኺ። ዋላ ሸዊታይ ትድከሚ ገዛ ኮፍ በሊ። ኣንጎሶም ከኣ መስሓቕ ዓዲ ኮይኑ። ባዕሉ ፈልጥ ምስ ኣደይ ዓይንን ሓመድን ኮይኑ በል ክኸይድ። ረኪዲ።
ዋእ ኣንታ የማነ ሓንሳቢት ልዕልልኒ ዘይትብለኒ ክኸይድ ተልኩኻስ ኪዲ ትልብኻ እሾኽ ድዩ ብቂሉ። ሓንሳብ ኢለኪ እንዴ ገጽኪ ምለሲ ከምዚ ልብኺ ቁልውልውልውልውልው ዝብሎ ዘሎ እቲ ልበይ ውን ቁልውልውልውልው እዩ ዝብል ዘሎ። ዶ? እወ። ክትሕጸ ኢኻ ኢሎማ። ማንያታ ትሕጸ? ንሳ፣
ቀልብኻን ልብኻን እንዶ ግዳ ምለስ፣ ኣብ ዘይሰምዓካ ደብሪ ፎፎው ኣይትበል። እንታይ ኢና እሞ ክንገብር ወሪድና እኳ እዩ ባዕሉ ድኣ ምሕረቱ ውርደልና እምበር እንታይ ኢና እሞ ክንብል። ናትካ ገደደ ሕጽይቲ ዝጥምት። ጊድድ ኣዴኺ ከይትመጻኪ እምበር ንሳስ ኣቕቢጻ እያ ወሳዲኣ ከ ኣብዚ ማእከል ዓዲ እዩ ዘሎ ኣብዚ ማእከል ዓዲ ኣሎ። ዶ? ወ።
ኣታ ናይዛ ምልስምልስ ዝብሎ ዘሎ ኮይኑ ስነዕቃኒ ዘሎ እዋይ ሸዊት
ኣየ ሸዊት ፅብቕቲ ነርኪ እንታይ እሞ እዛ ርብቃ እንዲያ እሞ ብዛ ጓጓ ልበይ ሽጉጥ ኢላ ወያነ።
ኣንቲ ርብቃ ታዲኽሲ ምስ ኣስገደት ሓብትኺ ጥዒምዋ ባጥ ኢላ እቲ ትዛረብ እንዲኺ
ዘለዋ ፀሊኦ ኣለኹ ዶ ዋእ ዘረባ ዶ ስቅ ኢልካ ጽላኢ እንተ ኣኮንኪ እ ምስ መድሃኔ ዲኺ ምስ ጸጋ ጥቢሽኪ ተባእስኩም ኣብ ደንበ ዶ ምስ ሸዊት ተባኢሽ ኣይብሉን መን ኢሉካ ዋእ ሰብ ደንበ ሪኦምኽን ተቢእሽክን ኣይተባእስክን ተብኢሸ ግን ብከምኡ ኣይኮንኩን ስኽ ኢለ ሂታ ቀሪጭኪ ስኽ ክብል ደልየ ደንበ ስለ ዝቀነኹስ ደኺመ ኣለኹ ኣእ
ስቅ ኢልካ ዶ ስቅ ክበሃል እዩ ስምዒ እስከ ወዲ ኪዳነ ዶ ጎፊሉኪ እዩ ወሪድዎ ኣነስ እቲ ትሓስብዎ ዘለኹም እዩ ጉሂኒ እንታይ እቲ ትነሓስዎኸ?
እንድዒ ጸሊኦኹም ዶ ካብዚ ዓዲ ክተርሕቑኒ ትደልዩ ኣለኹም? መን ከርሕቐኪ ደልዩ? ንስኻን ኣደይን።
መን ከምኡ ኢሉኪ?
ዘለ እንዳ እንተ ክዓብሰልካ። ጸጋኹም ኢላታ ኣላ ፅንሕ በል ምፅኣ ክትመፅእ ኸ ርኤከ ፅንሕ ኣይሓዊ እንድያ ደኣ ዘሪኣትለይ ምፅኣ ቆልዓ እያ

ዋእ መን ቀዲምኒ ኣቶስ ገዛኢ ድዩ ቀዲምኒ እወ እታ ማሰስ ንሶም ወሲዶማ እሞ ንኢድኪ ዲኺ ዋላ ጎጢኽዮ ውይ ኣቱም ኣቦይ ተኽለ ነቦኻ ደግጦ እዩ ኣቦይ ገዛእ ኸዓ ልክዕ ከምዛ መሰተኦም እዮም ዘፃኹትኒ በሊ ሕጂ ንዓይ ከዓ ልክዕ ከምታ ዝደልያ ጌርኪ ማሰ በለለይ እታ ማሰ ጸርፊ ድያ ጉጥያ ከይሰማዕክዋ ኣይሰደክን እየ። እሞ መዓልቲ ንቑጸር። ወይለከ ጉድ ረኺበ ኣቲ ምጉድ ዲና ክንገጥም ደኣ መዓልቲ ክንቆጽር። ዋ እሞ እቲ ጽብቕን ሕማቕን ተግባር እባ ክመምዮ። ኣይ እዚኣስ ትትረፈኒ ትትረፈኒ ከምኡ ተኾይኑ ደኣ እሞ ኣኪብካ ኣኻኺብካ ኣየናይ ጽቡቕ ክትረኽብለይ ምስ ክንደይ ሓጢኣትና ንነብር ዘለና። ንሳ ኣስሓቕኩም እሞ ባዕልኹም ካብ ፈለጥኩሞ ደኣ ማሰ እንታይ የድልይኩም? ወይለከ። ባዕልኹም እቲ ተግባርኩምሲ ፈሊጥኩሞ ኢኹም። ወይለከ ኣንተ ጽቡቕ ከይርከበኒ እንድዩ። ሰብ ኮይኑዶ ጽቡቕ ዘይብሉ ኮይኑ የግዳሲ ዓዲ እንዳተሓመሰት ካብ ስቕ ኢልካ ምርኣይዶ ዝዓብሎ'ዩ? እ ኣቦይን ኣያኽስትተን ተብእሾም፣ መለይ ተዓሚጻ፣ ዮሴፍ ኣይተቐበልናዮን። ኣቦይ ተኽለ ኣቦይ ተኽለ!